ምሳና ክትጸንሑ ብኽብሪ ዝዕድም ንስኻትኩም ትጸንሕን ሚካኤል ሓድጉ ፈለማ ግን ብቀን ነጥብታቱ ፍልም። ኣብ ዞባ ማእከል ንጥፈታት ምዕቃብ ማይን ሓመድን ብዝለዓለ ከም ዝድፋኣሉ ተሓቢሩ። ኣብ ዞባ ማእከል ሰብዓ ስነጥበባውያን ናብ ሞዮም ዝሕግዞም ስልጠና ቀሲሞም። ጨንፈር ሚኒስትሪ ሕርሻ ዞባ ጋሽባርካ ምድላውን ተጠቃምነትን ባህርያዊ ዱኽዒ ብሰፊሑ ክተኣታቶ ምዃኑ ገሊጹ። ኣብ ዜናታት ወጻኢ ዲፕሎማሲያዊ ዘይምቅዳው ኢራንን ብሪጣንያ ዝኸፈ ኣንፈት እናሓዘ ይኸይድ ከም ዘሎ ተገሊጹ ብደረጃ ዓለም ለበዳ ኢንፍሉዌንዛ ኣዕዋፍ እናስፋሕፈሐ ይመጽእ ከም ዘሎ ተሓቢሩ ንሊቱዌንያን ላቲቭያን ኣብ ዘራኽ መስመር ባህርያዊ ጋዝ ሓደጋ ኖትኪ ተኸሲቱ ዝርዝር ዜና ኣብ ዞባ ማእከል ኣብ 222 ብዝተፈላለየ ኣካላት ዝተኻየደ ንጥፈት ኣብ ምዕቃብ ማይን ሓምድን ኣብዚ ዓመት እዚ ብዝለዓለ ከም ዝድፋኣሉ ተሓቢሩ ንፀብፃብ ወኪል ኤሪና ዮናታን ዕብዮ ያሲን ሳልሕ ከቕርቦ እዩ
ኣብ ዞባ ማእከል ብሰፊሕ ተሳትፎ ህዝቢ፣ መማሕዳራት፣ ሚኒስትሪታት፣ ሓይልታት ምክልኻል፣ ሃገራውያን ኩባንያታትን ማሕበራትን፣ ከምኡ'ውን ተማሃሮ ዝተሰላሰለ መደባት ምዕቃብ ማይን ሓመድን ኣብዚ ዓመት'ዚ ብዝለዓለ ከምዝድፋኣሉ ካብ ክፍሊ ሕርሻን መሬትን ዝተረኽበ ሓበሬታ ኣነጺሩ። ኣብቲ ክፍሊ ወኪል ጨንፈር ምዕቃብ ማይን ሓመድን ኢንጂነር መስፍን ብርሃነ ምስ ኤሪና ኣብ ዘካየዶ ቃለ መሕትት ኣብ ክልተ ሽሕን ዕስራን ክልተን ኣብ ንኡስ ዞባታት ሰረጀቓ፣ በሪኽን ጋላነፍሕን ዝርከባ ዓድታት ምስራሕን ምፅጋንን ሕርሻውን ቅናታውን ዛላን ከትርታትን መጠነ ንኡስ ዲጋታትን ከምኡውን ምግራብ ዘጠቓልል ማእቶታዊ ስራሕ ከምዝዓመማ ሓቢሩ። ኣብቲ ዓመት ኣብ መሬት ሕርሻ ሓደ ሽሕን ሽዱሽተ ሚእትን ስሳን ሽዱሽተን ሄክታር ሓድሽ ዛላ ከም እተሰርሐ፣ እዚ ምስቲ ቅድሚኡ ዝነበረ ዓመት ክነጻጸር እንከሎ ድማ ብልዕሊ ዕስራ ሚእታዊት ከም ዝወሰኸ ዝጠቐሰ ኢንጂነር መስፍን፣ ሽዱሽተ ሽሕን ሽዱሽተ ሚእትን ኣርባዓን ኣርባዕተን ሄክታር እውን ከም እተጸገነ ኣፍሊጡ። ኣብ ቦታ ማሕረስ ሓድሽ ሕርሻዊ ዛላ ክልተ ሽሕን ሓደ ሚእትን ዕስራን መደብ ነይርዎ። ካብዚ ሽሕን ሽዱሽተ ሚእትን ስሳን ሽዱሽተን ሄክታር ዛሊ ስርዓን ሸሞንተን ካብ።

ብዘይካዚ ኣብ ከባቢ ማይ ድምነት ዝተስርሐ ኣርባዕተ ሚእትን ኣርባዓን ሄክታር ሓድሽ ቅናታዊ ዛላ ካብቲ ናይ ክልተ ሽሕን ዕስራን ሓደን ብሚእትን ሱሳን ሓሙሽተን ሚእታዊት ክብ ከም ዝበለ ክልተ ሚእትን ዓሰርተው ሸሞንተን ሄክታር ዛላ ከም እተጸገነ ኣብ ማይ ኩዖታት ድማ ኣርባዕተ ሽሕን ክልተ ሚእትን ሰለስተን ትርብዒት ሜተር ሓድሽ ከትሪ ብእምኒ ከም እተሰርሐ ከምኡውን ብፕሮጀክት ሕሩም ሕዛእቲ ደቡባውን ሰሜናውን ባሕሪ ኣብ ዓሰርተ ሓደ ዓድታት ተፋሰስ ዞባ ማእከል ቅናታዊ ዛላን ከትርን ከም እተሰርሐን ልዕሊ ሰለስተ ሚእትን ኣርብዓን ሓሙሽተን ሽሕ ፈልስታት ከም እተተኽለን ኣብ ጽቡቕ ኩነታት ከም ዝርከብን ገሊጹ። ንኩነታት ዲጋ ብዝምልከት ድማ ኣብ ዞባና ሚእትን ሳልሳን ሰለስተን ዓበይትን ማእኸለትኩን ንኣሽቱን ዲጋታት ኣለዋና ማለት እዩ። ኣብዚኣተ ኣብዚ ሎሚ ዓመት ኣብ ዝነበረ ዝርግሐ ዝናብ ኣዝዩ ኩለን ዲጋታት መሊኤን ይርከባ። ዲጋታት ዓዲ ሓወሻ ኣብ ወርሒ ሰነ ክልተ ሽሕን ዕስራን ክልተን ብዝወቕዐ ከቢድ ዝናብ ከቢድና ከቢድ ጉድኣት ወሪድዋ እኳ እንተነበረ ብተሳትፎ ናይቲ ህዝቢ ግን ኣዝዩ ንጡፍ ዝኾነ ስራሕ ህፁፅ ዝኾነ ስራሕ ብምውሳዶም ተፀጊና ኣብ ፅቡቕ ኩነታት ትርከብ ኣላ ኣብዚ ሕጂ ሰዓት ማለት እዩ። ካልእ ብመሻርኽቲ ባንኪ ልምዓት ኣፍሪቃን መንግስቲ ኤርትራን ዝትግበር መደብ ምስራሕ ዲጋታት ዊን ነይሩና እዩ። እዚ ከኣ ኣብ ዲጋታት ዓዲ ሓወሻን ዓዲ ቀን፣ ኣሰላሲልናዮ ኣለና። ኣብ ክልተ ሽሕን ዕስራን ሓደን ኣብ ዲጋ ዓዲ ሓውሻ እቲ ስራሕ እኳ ተጀሚሩ ነበረ፣ ብዝተፈላለየ ቴክኒካዊ ምክንያት ክቕጽል ኣይተኻእለን ማለት እዩ። ኣብዚ ሎሚ ዓመት ድማ ኣብ ወርሒ ሰለስተ፣ ኣብ ወርሒ ሰነ፣ ኣብ ዲጋ ዓዲ ቀ፣ ዲጋ ምስራሕ ጀሚርና ኣለና፣ እቲ ስራሕ ብጽቡቕ ኩነታት ይቕጽል ኣሎ ማለት እዩ። ኣብ መወዳእታ ኢንጂነር መስፍን፣ ምስራሕን ምጽጋንን ሕርሻዊ ዛላን ከትርን፣ ምቕጻል መስርሕ ህንጸት ዲጋታት ዓዲ ቀን ዓዲ ሓውሻን፣ ምክያድ መጽናዕቲ ንምጅማር ህንጸት ዲጋ ጣዕረሺ፣ ከምኡ'ውን መጽናዕቲ ብጸሓያዊ ጸዓት ዝሰርሕ ልምዓት መስኖ ሰለስተ ዓድታትን ካልእን ካብ ቀንዲ መደባት ክልተ ሽሕን ዕስራን ሰለስተን ምዃኑ ኣፍሊጡ።
ናብ ካልእ ዜና ምስ ንሰግር፣ ኣብ ዞባ ማእከል ብምውህሃድ ባህላዊ ጉዳያት ኮሚሽን ባህልን ስፖርትን፣ ሃኮሰ፣ ኣብ ዝተወደበ ናይ ሰለስተ ወርሒ ስልጠና ዝተሳተፉ ሰብዓ ስነጥበባውያን ብ ዓሰርተ ሰለስተ ጥሪ ተመሪቖም። እቲ ብምኩራት ስነጥበባውያን ዝተወሃበ ስልጠና፣ ኣምር ድርሰት፣ ኣተኣላልያ ፊልም፣ ምጽሓፍ ሓጺርን ነዊሕን ልበ ወለድ ዛንታታት፣ ሜላ ኣጸሓሕፋ፣ ኣብ ሓቀኛ ታሪኽ ዝተሞርኮሰ ዛንታታት፣ ከምኡ እውን ኣወሳስኣን ገፀ ባህርያትን ዘጠቓለለ ኮይኑ ብግብርን ክልሰ ሓሳብን ዝተሰነየ እዩ ነይሩ። ምኽትል ዋና ፀሓፊ ሃኮሰ ኣቶ ክብረኣብ ኪዳነ ኣብ ዘስምዖ ቃል፣ ንተራ ስነጥበባውያን ኣብ ምኹላዕ፣ ምዕቃብን ምውራስን ሃብታም ታሪኽን ባህልን ሕብረተሰብ ኤርትራ ብምጥቃስ፣ እቲ ስልጠና ኣብዚ መዳይ እዚ ዓቢ ኣስተዋፅኦ ከምዝህልዎ ፅኑዕ እምነቱ ገሊፁ። ካብ ኣሰልጠንቲ፣ ደራስን ተመራማሪ ታሪኽን ኣቶ ኣለምሰገድ ተስፋይ ድማ፣ ስነጥበባዊ ኣብ ውሽጢ ሕብረተሰብ ዝነብር ተመሃራይ ምዃኑ ጠቒሱ፣ ሰልጠንቲ በብግዜኡ ዝወሃቦም ስልጠና ኪንዮ ንዕቤት ሞየኦም ናብ ወለዶታት ዝሰጋገር ስነጥበባዊ ዕዮ ክሰርሑ ከምዝሕግዞም ብምግላጽ፣ ብግብራዊ ስራሕ ከማዕብሎ ተማሕጺኑ። ወኪል ተመረቕቲ ከኣ፣ ዝቐሰሞ ስልጠና ንቐጻሊ ስነጥበባዊ ጉዕዞ ህይወቶም ዝሕግዝ ምዃኑ ብምእማን ኣበርቲዖም ከምዝሰርሑ ኣረጋጊጹ። ኣብቲ ኣጋጣሚ ሰልጠንቲ ንዝቐሰምዎ ስነጥበባዊ ዕዮታት ዘንጸባርቕ ምርኢት ኣቕሪቦም። ጨንፈር ሚኒስትሪ ሕርሻ ዞባ ጋሽ-ባርካ ባህርያዊ ድኹዒ ኣገዳስነቱን ውጽኢታውነቱን ተራእዩ ስለዘሎ ኣብዚ ዓመትዚ ብሰፊሑ ክተኣታቶ ምዃኑ ገሊጹ። ወኪል ኤሪና ዮናስ ተኽለ ንዘዳለዎ ጸብጻብ ኣማኑኤል ገብራይ ከቕርቦ እዩ።
ጨንፈር ሚኒስትሪ ሕርሻ ዞባ ጋሽ-ባርካ ብ ዓሰርተ ክልተን ዓሰርተ ሰለስተን ጥሪ ኣብ ባረንቱ ኣብ ዘቃንዖ ኣኼባ፣ ምድላውን ተጠቃምነትን ባህርያዊ ድኹዕን ሜላታት ምክልኻል ባልዓትን ሕማማትን ብሰፊሑ ንምትእትታው ከምዝስራሕ ገሊጾም። ሓለፍቲ ኣብያተ ጽሕፈት ሕርሻ ኣብ ንኡስ ዞባታት ኣብ ዝሃብዎ መብርሂ፣ ብጻህያይ ባሕርን ተረፍ መረፍ ዓሳን ዝተዳለወ ድኹዒ፣ ንኣፍረይቲ ኣሕምልትን ፍረታትን ብንጻ ከም እተዓደለ፣ እቶትን እቶታውነትን ንምዕባይ ድማ ስልጠናታት ከም እተወሃበን ጎስጓሳት ከም እተኻየደን ብምሕባር፣ ተርእዮታት ኣንበጣ ገረብ ብውሁድ ምክትታል ክኢላታት ሕርሻን ህዝብን ኣብ ትሕቲ ቁጽጽር ከም ዝኣተወ ኣረዲኦም። ሓለፍቲ ኣሃዱታት ብወገኖም፣ ኣብ ዓሰርተ ሽዱሽተ ንኡሳን ዞባታት ንዝተዓመ ስራሕን ገስጋስን ድሕሪ ምምልካት፣ ቁጽጽራዊ ስርሓት ንምሕያል ምስ ዝምልከቶም መሻርኽቲ ኣካላት ዝካየድ ናይ ዘተን ምልውዋጥ ሓበሬታን መደባት ኣተባባዒ ውፅኢት ይርከቦ ስለ ዘሎ ክድፋኣሉ ኣብ ቁጠባን ጥዕናን ሕብረተሰብን ኣከባብን ኣሉታዊ ሳዕቤናት ዘለዎ ምንጩን ትሕዝትኡን ዘይፍለጥ ኣብ ሕርሻዊ መዓላታት ዝዝውተሩ መድሃኒታት ንምውጋድ ህዝብን ኩሎም ናይ ስራሕ መሻርኽትን ብውህደት ክሰርሑ ፀዊዖም። ዋና ዳይሬክተር ክፍሊ ሕርሻን መሬትን ዞባ ጋሽ ባርካ ኣቶ ኣቡበከር ዑስማን ባህርያዊ ድኽዒ ንምትእታው ኣብ ንኡስ ዞባታት ብዕቱብ ክስራሕ ምዃኑ ብምግላፅ ልምዓት ምቁር ድንሽ ኣብተን ሃብታም ትሕዝቶ ማይ ዘለወን ከባቢታት ንምስፋሕ ክስራዕ ኣዘኻኺሩ። ተሳተፍቲ ኣብ መወዳእታ ቁፅሪ ጥሪት ብደቂቕ ክፍለጥን ዘድሊ ቁፅፅር ክካየደሉን፣ ቀለብ እንስሳ ኣብ ፅቡቕ ደረጃ ኮንተሎ እኹል ዘርኢ ኣልፋ ክቕረብ፣ ኣብ ልምዓት ቡቕሊ ኣሕምልትን ፍረታትን ዘተኮረ ስልጠናታት ክወሃብ፣ ዝርግሐ መዐቀኒ ዝናብ ድማ ኣብ ኩለን ንኡስ ዛዛታት ክተኣታቶ ዝብልን ካልእን ርኢቶታት ኣቕሪቦም።
ኣብ ንኡስ ዞባ ኣስማጥ ዝርከቡ ተጠቀምቲ መደብ ውህለላ ንኡስ ልቓሕን መውል ኣብ መነባብሮኦም ለውጢ ከምዘምፅኡ ገሊፆም። ዝወስድዎ ልቓሕ ኣብ ግቡእ መዓላ ሳላ ዘውዓሉ ርእሰ ማል ገይሮም ልቓሖም ኣብ ምምላስ ከምዝርከቡ ዝገለፁ እቶም ወገናት ልቓሕካ ኣብ ጊዚኡ ምምላስ ካብ ተደራራቢ ወለድ ዘድሕንን ንብዙሓት ዕድል ዝኸፍትን ምዃኑ ኣብሪሆም። መውል ኣብቲ ንኡስ ዞባ ኣብ ሸሞንተ ምምሕዳራት ከባቢ ዓማዊል ከምዘለዎ ዝጠቐሰት ኣካያዲት ስራሕ ምምሕዳር ከባቢ ኣስነዳ ወይዘሮ መርየም ዑስማን፣ ሓረስቶት ኣብ ክልተ ሽሕን ዕስራን ክልተን ኣብ ምጅማር ክራማት ካብ መውል ብዝረኸቦ ናይ ልቓሕ ዕድል ጥሪቶም ከድሕኑ፣ ግራውቶም ክሓርሱን ምህርቶም ክእክቡን ከምዝኸኣሉ ሓቢራ። ንንኡስ ዞባታት ኣስማጥ፣ ሓመልማሎ፣ ሓልሓል፣ ሃበሮን ሰልዓን ዘጠቓልል ኣብ ክልተ ሽሕን ዕስራን ብደረጃ ጨንፈር ዝቖመ ቅርጺ ምሕደራ ሞውል፣ ኣብ ዝሓለፈ ዓመት ሚእትን ክልተን ደቂ ኣንስትዮን ዝርከብኦም ሓደ ሽሕን ተስዓን ዓማዊል ልዕሊ ሸውዓተ ነጥቢ ሰለስተ ሚልዮን ናቕፋ ልቓሕ ከምዝሃበ ካብቲ ዝዘርግሖ ልቓሕ ድማ ልዕሊ ክልተ ነጥቢ ሸሞንተ ሚልዮን ናቕፋ ከምዝኣከበ ሓላፊ እቲ ጨንፈር መንእሰይ ነብዩ ሙሉጌታ ኣረዲኡ። ዓማዊል መውል ኣብተን ንኡስ ዞባታት እናወሰኸ ይመጽእ ከምዘሎ ጠቒሱ ድማ፣ ኣብ ክልተ ሽሕን ዕስራን ኣርባዕተ ነጥቢ ሓሙሽተ ሚልዮን ናቕፋ ዝነበረ ውንዙፍ ሚዛን ኣብዚ ዓመት'ዚ ናብ ልዕሊ ዓሰርተው ሓደ ሚልዮን ናቕፋ ከምዝዓበየ ገሊጹ። ክብራት ተዓዘብቲ ድሕሪ እዚ ሓጻር መሰጋገሪ ንሃገራዊ ዜናታት ሒዘ ክምለሰኩም እየ ንምክትታልኩም ክትቅጽሉ ደጊመ ብኽብሪ ዕድም ዜናዊ መሰናዶ ኤርቲቪ ናቐጽሊ ክብራት ተዓዘብቲ ስለምክትታልኩም ኣዘየ መስግን ዜና ወጻኢ ዲፕሎማስያዊ ዘይምቅዳው ኢራንን ብሪጣንያን ዝኸፍእ ኣንፈት እናሓዘ ይኸይድ ከምዘሎ ተገሊጹ። እዚ ዝተሓበረ መንግስቲ ኢራን ስለያዊ ሓበሬታ ናብ ብሪጣንያ የመሓላልፍ ምንባሩን ዝጠቐሶ ኢራናዊ ብሪጣንያዊ ብሞት ድሕሪ ምቕጽዑ'ዩ። መንግስቲ ብሪጣንያ ነቲ ስጉምቲ ፖለቲካዊ ድፍኢት ዘለዎ ምዃኑ ብምጥቃስ ኮኒንዎ ኣሎ። ይኹን እምበር መንግስቲ ኢራን እቲ መቕጻዕቲ ሞት ዝተፈርዶ ኣብ ቅንጸላ ሓያሎ ክኢላታት ኒዩክለሳዊ መደባታ ኢድ ከም ዝነበሮ ብምጥቃስ ነቲ ካብ ብሪጣንያ ዝመጽኣ ወቐሳ ነጺጋቶ ኣላ። እቲ ዓሊ ረዛ ኣኽባሪ ዝተባህለ ካብ ክልተ ሽሕን ዓሰርተው ትሽዓተን ኣብ ትሕቲ ቀይዲ ዝጸንሐ ኢራናዊ ብሪጣንያዊ ኣማስያ ናይቲ ዘካይዶ ዝነበረ ስለያዊ ንጥፈታት ሚልዮናት ዶላር ገንዘብ ከም እተቐበለ ጭብጢ ከም ዘለዎ ላዕለዋይ ቤት ፍርዲ ኢራን ኣፍሊጡ ኣሎ። እዚ ሓድሽ ምዕባለታት ነቲ ኣብ መንጎ ኢራንን ብሪጣንያን ዝጸንሐ ዘይምቅዳው መሊሱ ከም ዘኽርሮ ናይ ቀረባ ተዓዘብቲ ይእምቱ። ብደረጃ ዓለም ለበዳ ኢንፍሉዌንዛ ኣዕዋፍ እናስፋሕፈሐ ይመጽእ ከም ዘሎ ጸብጻባት ጥዕና ኣፍሊጦም። ብመሰረት እቶም ጸብጻባት እቲ ሕማም ካብ መወዳእታ ክልተ ሽሕን ዕስራን ክልተን ኣብ ሰላሳን ሸውዓተን ሃገራት ኤውሮጳ ከም እተላብዕን ሚልዮናት ኣዕዋፍ ከም ዝሞታን ተፈሊጡ ኣሎ። እቲ ተርእዮ ኣብ ኣህጉር ኤውሮጳ ኣቐዲሙ ካብ ዝተኸስተ ተመሳሳሊ መልከፍቲ እቲ ዝኸፍአ ምዃኑ ጸብጻባት ኣነጺሮም። እቲ ለበዳ ኣብ ሕቡራት መንግስታት ኣሜሪካ'ውን ብዝለዓለ መልክዑ የስፋሕፍሕ ከም ዘሎ ኣብቲ ጸብጻብ ተጠቒሱ'ሎ። ኢንፍሉዌንዛ ኣዕዋፍ ኣብዚ እዋን'ዚ ናብ ኤስያ'ውን ብዝለዓለ መልክዑ ክላባዕ ጀሚሩ ከም ዘሎ ዝጠቐሱ ክኢላታት ጥዕና፣ ኣብዚ ዓመት'ዚ ከቢድ ጥዕናዊ ስግኣት ክፍጠር ከም ዝኽእል ኣሚቶም። እቲ ለበዳ ናብ ሰብ ክመሓላለፍ ከይጅምር እቶም ክኢላታት ብተወሳኺ ስግኣቶም ገሊፆም ኣለው። ትማሊ ዓሰርተ ሰለስተ ጥሪ ንሊትዌንያን ላቲቭያን ኣብ ዘራኽብ መስመር ባህርያዊ ጋዝ ሓደጋ ኖትኪ ከም ተኸስተ ካብቲ ከባቢ ዝተፈኖ ዜና ኣረዲኡ። ብሰንኪ እቲ ናብ ላቲቭያ ጋዝ ዝዕድል መስመር ዝተኸስተ ሓደጋ፣ ኣብ ህይወት ሰብ ዝወረደ ጉድኣት እኳ እንተዘየለ፣ ኣብቲ መስመር ከቢድ ዕንወት ከምዝሰዓበ ግና ተገሊጹ። በቲ ሓደጋ ባርዕ ዘኸተለ ኖትጒ፣ በቲ መስመር ዝካየድ ዕደላ ጋዝ ንጊዚኡ ከምተሰናኸለ ሰብመዚ ሊቱዌንያን ላቲቭያን ሓቢሮም። ጠንቂ እቲ ሓደጋ ንምንጻር መረመራ ይካየድ ከምዘሎ እቶም ሰብመዚ ብተወሳኺ ገሊጾም። ኣብ ዝሓለፈ ዓመት በቲ ከባቢ ዝስንጥቕ ካብ ሩስያ ናብ ጀርመን ጋዝ ኣብ ዝዕድል መስመር ጋዝ ኖርድ ስትሪም ዛጊት ጠንቁ ዘይተነጸረ ሓደጋ ነትጒ ከም ዘጋጠመ ይዝከር። ኣሜሪካን ደቡብ ኮርያን ደበና ኲናት ኣንጸላልዩሉ ንዘሎ ሓውሲ ደሴት ኮርያ መሊሰን የጋድዶ ከም ዘለዋ ምስቲ ከባቢ ቅርበት ዘለዎም ወገናት ሓቢሮም። ንሳቶም ነዚ ዝገለጹ ክልቲኤን ሃገራት ትማል ዓሰርተው ሰለስተ ጥሪ ኣብ ከባቢ እቲ ካብ ወተሃደራዊ ህላወ ነጻ ዝኾነ ዞባ ገዚፍ ወተሃደራዊ ልምምድ ከም ዘካየዳ ብምሕባር እዮም። እቲ ዝተራቐቐ ኣጽዋር ዘኽተተ ናይ ኣየር፣ መሬትን ባሕርን ልምምድ፣ ሰሜን ኮርያ ኑክሌሳዊ ፈተነ ከተካይድ ዝደፋፍእ ምዃኑ'ዮም ወተሃደራውያን ተንተንቲ ዘጠንቅቑ ዘለዉ። ኣሜሪካ ን ደቡብ ኮርያን ኑክሌሳዊ ኣጽዋር ዘጠቓለለ ልምምድ ንምክያድ ይዘራረባ ምህላወን ዝሕብሩ ናይ ቀረባ ተዓዘብቲ፣ ቅሉል ኣውሓሱ ደሴት ኮርያ ናብ ወግዓዊ ውግእ ከየምርሕ ስግኣቶም ይገልጹ። እቲ ቅልውላው ካብ ዝሓለፈ ዓመት ዝኸፍኣ ኣንፈት እናሓዘ ይመጽእ ከምዘሎ እቶም ተዓዘብቲ ይጠቕሱ። ወተሃደራዊ ህላወ ኣሜሪካ ኣብ ኮርያ ጥራይ ዘይኮነ ኣብ ካልእ ከባቢታት ዞባ ኤስያ እውን ጠንቂ ጸጥታዊ ጸገማት ይኸውን ከም ዘሎ ይግለጽ። ጀርመንን ዒራቕን ኣብ ጉዳይ ሰደድ ባህርያዊ ጋዝን ነዳድን ኣመልኪተን ኣብ ኣፈናዊ ምርድዳእ ከም ዝበጽሓ ኣፍሊጠን። እቲ ክልተኣዊ ምርድዳእ፣ ቀዳማይ ሚኒስተር ዒራቕ መሓመድ ሺያ ኣል ሱዳኒ ትማሊ ዓሰርተው ሰለስተ ጥሪ ምስ መራሒ መንግስቲ ጀርመን ኦላፍ ሹልዝ ኣብ ከተማ በርሊን ኣብ ዘካየዶ ርክብ እዩ ተበጺሑ። ብመሰረት እቲ ስምምዕ፣ ጀርመን ኣብ ቀረባ መጻኢ ካብ ዒራቕ ነዳድን ጋዝን ከተእቱ ምዃና ተፈሊጡ ኣሎ። ንትግባረ እቲ ስምምዕ ብዝምልከት ተወሳኺ ናይ ላዕሎ ሰብ መዚ ዝርርብ ክካየድ ምዃኑ ቻንስለር ኦላቭ ሓቢሩ። ኣብ ልዕሊ ሩስያ ድሕሪ ዘጽደቖ እገዳታት ሰደድ ጋዝን ነዳድን ሩስያ ዝሰኣና ሃገራት ኤውሮጳ፣ ኣማራጺታት ንምርካብ ጽዑቕ ዲፕሎማስያዊ ዘመተታት የካይዳ ምህላወን ይፍለጥ። ኣብ ኤውሮጳ ተኸሲቱ ዘሎ ሕጽረት ነዳድን ጋዝን፣ ኣብ ዝሓለፈ ቀረባ ዓመታት ኣብቲ ኣህጉር ካብ ዘጋጠመ ተመሳሳሊ ተርእዮታት እቲ ዝኸፍእ ምዃኑ ጸብጻባት ይጠቕሱ። ናይ መወዳእታ ዜና መንግስቲ ሊባኖስ ነፈርቲ ኲናት እስራኤል ክሊ ኣየሩ ከም ዝጠሓሳ ትማል ዓሰርተ ሰለስተ ጥሪ ከሲሱ። ሓይሊ ኣየር ሃገሩ ኣብ ልዕሊ ተን ነፈርቲ ናይ ተኹሲ መጠንቀቕታ ከም ዘካየደ ዝገለጸ መንግስቲ ሊባኖስ እስራኤል ዘካየደቶ ስጉምቲ ንኲናት ዝትኹትኽ ምዃኑ ኣጠንቂቑ። ይኹን እምበር እስራኤል ብመንግስቲ ሊባኖስ ዝቐረበላ ክሲ ዛጊድ ምላሽ ኣይሃበትሉን ዘላ። እስራኤል ኣብ መወዳእታ ክልተ ሽሕን ዕስራን ክልተን ክሊ ማያት ሃገሩ ከም ዝጠሓሰት መንግስቲ ሊባኖስ ኣብ እዋኑ ምኽሳሱ ጸብጻባት የረድኡ። እዚ ሓድሽ ምዕባለታት ክልቲኤን ሃገራት ኣብ መንጎኤን ዝጸንሐ ማያዊ ዶባዊ ምስሕሓብ ብዘተ ንምፍታሕ ንዝበጽሖ ስምምዕ ብኣሉታ ክጸልዎ ከም ዝኽእል ናይ ቀረባ ተዓዘብቲ ይእምቱ። ኢስራኤልን ሊባኖስን ኣብ ክልተ ሽሕ ከምኡ እውን ኣብ ክልተ ሽሕን ሽዱሽተን ውግእ ከምዝገጠማ ዝጠቐሱ ጸብጻባት፣ ምትፍናን ክልቲኤን ሃገራት ኣብ ሓጺር እዋን ዝውዳእ ከምዘይመስል የረድኡ። ዜና ንምዛም ኣርስታት ዜና ክደግመልኩም። ኣብ ዞባ ማእከል ንጥፈታት ምዕቃብ ማይን ሓብርን ምስ ዝለዓለ ከም ዝድፋኣሉ ተሓቢሩ። ኣብ ዞባ ማእከል ሰብዓ ስነጥበባውያን ኣብ ሞይኦም ዝሕግዞም ስልጠና ቀሲሞም ጨንፈር ሚኒስትሪ ሕርሻ ዞባ ጋሽ ባርካ ምድላውን ተጠቃምነትን ባህርያዊ ድኹዒ ብሰፊሑ ክተኣታቶ ምዃኑ ገሊጹ። ኣብ ዜናታት ወፃኢ ዲፕሎማሲያዊ ዘይምቅዳው ኢራንን ብሪጣንያን ዝኸፈ ኣንፈት እናሓዘ ይኸይድ ከም ዘሎ ተገሊፁ ብደረጃ ዓለም ለበዳ ኢንፍሉዌንዛ ኣዕዋፍ እናስፋሕፍሐ ይመጽእ ከም ዘሎ ተሓቢሩ። ንሊትዌንያን ላቲቪያን ኣብ ዘራኽብ መስመር ባህርያዊ ጋዝ ሓደጋ ነትጒ ተኸሲቱ።